ኤፍሬም ነዚ ኢልካ ኣይተፈጠርካን እንታይ ገደሸካ ነዚ ዘለኻዮ ኣሜን ኢልካ ተቐቢልካ ዓሪፍካ ዘይተቐመጥ እብሉኒ ያ ኢት ሀርትስ ሕማቕ ነገሩ ንሶም ከምኡ ከም ዝበሉኻ ይዝክርዎን እዮም ንስኻ ግን ንኹሉ ግዜ ኣብ ርእስኻ ኣቐሚጥካ ትነብር
ከም ፍርሒ ዝኸፍእ ሕማም የለን ኣብዛ ዓለም ባይ ዘወይ ከም ፍርሒ ዝኸፍእ ሕማም ወላ ሓደ እዩ ዘየለ ኣብታ ኣፖካሊፕቶ ድያ ዋላ ኣፖክላይፖቶ ኣዶ ኣምጻእቲ ተጋጊ ኣርሙኒ ኣብታ ሙቪ ሲ ነቲ ኣክተር ነቲ ሜን ኣክተር ኣቦኡ እንታይ ዝብሎ ነቲ ኣቦኡ ክቐትልዎ ምስ ቀረቡ ቅድሚ ሟቱ እንታይ ኢልዎ ንወዱ ማይ ሳን ፊር ኢዝ ኢንለስ ኢልዎ ፍርሒ ሕማም እዩ ዝብሎ ካብኣ ትብዓት ጌሩ እቲ ዓወቱ የርኤ ካብታ ሙቪ ማለት እዩ ብሓፂሩስ ነቲ ፍርሕስ በዲህዎ ኣይ ቲንክ ሼክስፒር ይመስለ እንተ ተጋጌ ዊልያም ሼክስፒር እንታይ ዝብል ኣብ ዓለም ተባዕ ዝበሃል ሰብ የለን እዩ ዝብሎ ትብዓት ማለት ፍርሕኻ ከመይ ጌርካ ትቆፃፀር ምፍላጥ እዩ ዝብሎ ስለዚ እቲ ፍርሒ ኔቸር እዩ ከምዚ ኣርካን ስነ ጥበብ ናይ ሃገርና ግርማ ዮሃንስ ሳንዲያጎ ዝገለፆ ወላ ውን ኣብ ኣግራብ ከይተረፈለይ እዩ ሕጂ እንታይ ኢካ ትርዳእ ካብዚ ፍርሕካ ምቁጽጻር ክእለት ክህልወካ ኣለዎ ማለት እዩ ናቹራሊ ንፈርሕ ኢና ፎር ሳም ሪዝን ስለዚ ፍርሕካ ከመይ ጌርካ ትቆጻጸር ምክኣል እያ እታ ምስጢር ማለት እዩ ከምኣ ተረድኤ
ኣብዛ ዓለምናስ እቲ ዝዓበየ ሰራቒ መን ምዃኑ ትፈልጥ ዶ? እቲ ገንዘብካ ዝሰርቕ ሰብ ኣይኮነን፣ ንብረትካ ዝዘመተ ሓይሊ እውን ኣይኮነን፣ እንታይ ደኣ እቲ ዝዓበየ ዝጨከነ ሰራቒ ኣብ ውሽጢ ኣእምሮኻ ኮይኑ ኣይትኽእልን ኢኻ እናበለ ብሕሹኽታ ግዜኻን ኤነርጂኻን ዝወስድ ዘሎ ፍርሒ እዩ። ሎሚ እቲ ንዓመታት ኣሲሩ ዝሓዘካ ሰንሰለት ፍርሒ ንምብንጣስ መዓልቱ እዩ።
ክሳብ ዝዳሎ ኢልካ ከይተቐምጦ ኣይትዳሎን ኢኻ። እዚ ሓንጎልካ ንዘይምጅማር ዝፈጥሮ ዘሎ ሓሶት እዩ። ስቕ ኢልና ዳፋ ክንኣትዎ ኢና። ናብዚ ቪድዮ እዚ በጋጣሚ ኣይኮንካን መጺካ ዘለካ ውሽጥካ ነጻነት ስለ ዝደለየ ዓወት ስለ ዝጸውዓካ ኢካ ኣብዚ ዘለካ ስለዚ እምበኣር ነዛ ቪድዮ ተገዲስካ ስምዓያ እሞ ክትቅይረካ ኢያ። እቲ ብዙሕ ግዜ ኣብ ኣእምሮኻ ዝመላለሰካ ሓሳብ ንዕኡ ኢኻ ኣብ ኣብ ሪል ወይ ከኣ ኣብ ሓቂ ንዕኡ ኢኻ ትስሕብ ኢልዎ። ፍርሒ እንድሕር ዝመላለሰካ ኮይኑ ፍርሒ ዘፍርሕ ነገር እዩ ዝመጸካ። ትብዓት እንተ ኣልካ ኣብ ኣእምሮኻ ብዓብላል ደረጃ ዓወት እዩ ናባኻ ዝመጸካ። ብዛዕባ ገንዘብ እንተ ትሓስብ ኮንካ ስራሕን ዓወትን እዩ ዝመጸካ። ብዛዕባ ውድቀት እንተ ትሓስብ ኮንካ ከኣ እሱ እዩ ዝመጸካ። ናይ ብሓቂ ሓቂ እዚ ነገር እዚ ከኣ መብዛሕትኡ ሰብ ተጋጥሞ ነገር እያ ሓደ ሓደ ግዜ ብዛዕባ ትፈትዎ ሰብ ብዛዕባ ሓደ ተፍቅሮ ሰብ ብዛዕባ ዝምድካ ወይ ከዓ ብዛዕባ ኣዴኻ እውን መብዛሕትኡ ግዜ ከም ድሞተ ጌርካ ትሓስብ እሞ ኦኬ ነዚ ሰብ እዚ ከም ድሞተ ጌርካ ኣብ ኣእምሮኻ ትቐርጾ እሞ እንታይ ክትከውን ትጅምር ክትሓዝን ወይ ከዓ እውን ክትበኪ ትጅምር ስለምንታይ ከምኡ ዘጋጥም ምክንያቱ ኣእምሮና ናይ ብሓቂ ዲና ንገብር ዘለና ናይ ብሓሶት ኣይፈልጥን እዩ ናይ ብሓቂ ዲና ነዚ ነገራት እዚ ንገብሮ ዘለና ናይ ብሓሶት ኣይፈልጥን እዩ ስለዚ ኩሉ ግዜ ብዛዕባ ነብስኻ ኔጌቲቭ ዝኾነ ተሓሳስባ እንተለካ ዝዓነስኻ ሕማቕ ትዛረብ ትኾንካ ኣእምሮኻ ነዚ ነገራት እዚ ክኣምኖ ይጅምር እሞ ሽዑ ክትገብሮም ከም ዘይትኽእል ኢኻ ትኸውን ምክንያቱ ኣእምሮኻ ዝኣመነሉ ነገር ወይ ከዓ ኣእምሮኻ ኣይገብሮን ኢሉ ዝኣመነሉ ነገር እእዳውካን እግርኻን በይኖም ክገብሮ ኣይክእሉን እዮም ስለዚ ኩሉ ግዜ ብዛዕባ ነፍስኻ እንታይ ትሓስብ ብዛዕባ ነፍስኻ እንታይ ትዛረብ ንነፍስኻ እንታይ ኢልካ ትዛረባ እንተዘይተጠንቂቕካ ሕማቅ ሰብ ከም ትኸውን ርግጸኛ ሃንድረድ ፐርሰንት ፍለጥ። ስለዚ ኩሉ ግዜ ብዛዕባ ነብስኻ ዘለካ ኣተሓሳስባ ክትቅይር ዘይትጽዕር እንተኾንካ ብዛዕባ ነብስኻ ዘለካ ኣረኣያ ክትቅይር ዘይትኽእል እንድሕር ኮንካ ኩሉ እቲ ኣብ ሜሬት ዘጋጥም ነገር ኩሉ እቲ ስኻ ትደልዩ ነገር ረስዓዮ ምኽንያቱ ህይወት ካብ ኣእምሮያ ትፍልፍል
ሓደ እዋን ሓደ ገያሻይ ብሓደ መዓስከር እንስሳታት ይሓልፍ ነበረ። ኣብኡ ድማ ሓደ ዘገርም ነገር ተዓዘበ። እሱ ከዓ ዓበይቲ ሚዛኖም ብኣሽሓት ኪሎግራም ዝዕቀን ሓያላት ሓራምዝ ብሓፂናዊ ሰንሰለት ወይ ከዓ ኣብ ፅኑዕ ኬጅ ኣይኮኑን ተኣሲሮም ዝነበሩ እንታይ ደኣ ብሓንቲ ንእሽቶ ቀጣን ገመድ ኣብ ሓንቲ ንእሽቶ ጉንዲ ዕንፀይቲ እዮም ተኣሲሮም ዝነበሩ እቲ ገያሸይ ነዚ ምስ ረኣየ ሰንቢዱ ምኽንያቱሲ እዞም ክንዲ ገለ ዝኾኑ ሓራሙዝ ብሓንቲ ስጉምቲ ጥራይ ነቲ ገመድ በንጢሶም ነቲ ዕንጨይቲ መንጢሶም ናጻ ክወጹ እናኸኣሉስ ሓደ ካብኦም እኳ ካብቲ ቦትኡ ንምንቅስቓስ ፈጺሙ ዝፈተነ ሰብ ኣይነበረን። እዋ እቲ ገያሻይ ነዚ ግርምቢጥነትዚ ምስ ረኣየ ነቲ ሓላዊ ሓራምዝ ቀሪቡ ሓተቶ እዋ ከመይ ኢሎም ድያም እዞም ሓያላት እንስሳታት በዛ ቀጣን ገመድ ተኣሲሮም ስቕ ኢሎም ደው ኢሎም ዘለዉ በጃኻ እንታይ ኮይኖም እዮም ነዚ ገመድ በንጢሶም ዘየምልጡ ኢሉ ሓተቶም እቲ ሓላዊ ድማ ብዝገርም ህድኣት ከምዚ ኢሉ መለሰሉ እዞም ሓራምዝ ጌና ንኣሽቱ እንከለዉ በዛ ሕጂ ዘላቶም ገመድ ኢና ኣሲርናዮም ኣብቲ ግዜ እቲ ንኣሽቱ ስለ ዝነበሩ ነታ ገመድ ክበትክዋ ዓቅሚ ኣይነበሮምን ንመዓልታት ንኣዋርሕ ፈቲኖም ፈቲኖም ኣላሽ ኢሎም ደኺሞም እዮም ኣብ መወዳእታ ነዛ ርእሶም እንታይ ኢሎም ኣእሚኖማ ነዛ ገመድ እዚኣ ስክበትካ ኣይክእልኒ ኢሎም ኣእሚኖማ ሕጂ ዓብዮም ሓያላት ኮይኖም ኣለዉ ግናኸ ሓንቲ ነገር ኣብ እምሮኦም ኣይተቐየረትን እዛ ገመድ እዚኣ ክብትካ ኣይክእልኒ ትብል ዝነበረት ፍርሒ እታ እምነቶም በቃ ከምኣ ኢላ ነይራ ስለዚ ሎሚ እውን ፈፂሞም ክፍትኑ ይደልዩ እዮም ምክንያቱ እምነቶም ካልእ እዩ ዘሎ ኢልዎ ንብለኩም እስከ ሕጂ ናባና ንመለስ ኣነ ንስኻከ ከምቲ ሓርማዝ ዲና ዘለና ኣብ ንእስነትና፣ ኣብቲ ዝሓለፈ ዓመታትና፣ ሓንሳእ ወዲቕና ስለ ዝነበርና፣ ወይ ውን ሰባት ኣይትኽእልን ኢኻ ስለ ዝበሉና፣ ወይ ውን ሓደ ነገር ፈቲንና ስለ ዘይሰለጠና፣ ሎሚ ውን ኣብቲ ናይ ቀደም ቀጢን ናይ ፍርሒ ገመድ ተኣሲርና ዲና ንነብር ዘለና? እሞ እቲ መፍትሒ ደኣ እንታይ እዩ? መፍትሒ ናይ ፍርሒ ዘይምፍራሕ ዘይኮነ፣ እንታይ ደኣ እንዳፈራሕካ ከለኻ ነቲ ትፈርሖ ዘለኻ ስቕ ኢልካ ምትግባሩ። ኣብ ሓደ ግዜ ሓንቲ ስጉሚት ናብኡ ምቕራብ ማለት እዩ። ክሳዕ መዓስ?
እቲ ናይ ቀደም ዝተሰዓርናዮ እቲ ናይ ቀደም ዝተደረትናዮ ናይ ሎሚ ሓይልና ኣይውስኖን እዩ ሕጂ መሊስና ሓይልና ኢና ዕድመ ደፊእና ኣተሓሳስባና ቀይርና ኢና ዘለና እቲ ዝሓለፈ ሓሊፉ እዩ ትፈራራሕ ሰብ ካብ ቤቱ ኣይወፅእን ግራቱ ኣይሓርስን ታሪክ ኣይሰርሕን እዩ ትፈራሕ ሰብ ኣብ ታሪክ ካልኦት እናጨብጨበ ጥራዩ ዕድሚኡ ዝውድእ። ካብ ኩሉ እቲ ዝኸፍአ ፍርሒ እንታይ ምዃኑ ትፈልጥ ዶ? ንኸይትመውት ምፍራሕ ወይ እውን ንኸይትወድቕ ምፍራሕ ኣይኮነ። እቲ ዝዓበየ መርዚ ሰባት እንታይ ክብሉኒ እዮም ዝብል ፍርሒ እዩ። ሓሳባተይ እንተገሊጸስ እንታይ ክብሉኒ እዮም? ወዲቕ እንተተረፍኩስ እንታይ ክብሉኒ እዮም? ከባጭውለይ ክስሕቑለይ ዶ ዝብል ፍርሒ እዩ እምበኣር ክስምዓኒ። ሰባት ንዓወትካ ክንእዱ ይኽእሉ እዮም፣ ንውድቀትካ እውን ክስሕቁሉ ይኽእሉ እዮም። ግናኸ ሓንቲ መዓልቲ ኣብ ክንዳኻ ኮይኖም ክነብሩ ኣይክእሉን እዮም። ናትካ ቃንዛ ኣይስመዖምን እዩ ናትካ ሕልሚ እውን ኣይርእይዎን እዮም ዝኾነ ኣብዚ ዓለም ዓብዪ ነገር ዝሰርሐ ሰብ ቅድሚ ምዕዋቱ ብሰባት ተሳሒቑ ኣባጨሙሉ ገለ እዮም እስከ ገለ ነገር ንርአ ንኣብነት እቶም ነፋሪት ዝሰርሑ የሕዋት ክንበርር ኢና ልክዕ ከምዛ ጭሩ ኮይና ክንበርር ኢና ክብሉ ከለውስ ዓለም እንታይ ኢላቶም ትኸውን ኢልኩም ትሓስቡ ዶ ዕውዳት እዮም እዚኦምሲ እዚኦምሲ ፅሉላት እዮም ዘይሓስብዎ ዘይብሎም ኢላ ስሒቓትሎም እያ ቶማስ ኤዲሰን ንኤሌክትሪክ መብራህቲ ብምስራሕ ሽሕ ግዜ ክወድቕ እንከሎ ኣብ ክንደያ ወርሒ ጥራሕ እንሓስብሲ እስከ መብራህቲ ንፍጠር። ገለ ኢሉ ንሰባት ክዛረብ ከሎስ እንታይ ኢሎም መሊሶምሉ ኢልኩም ትሓስቡ? ኣይይ ኣንታይ ግዜኻ ተጥፍእ ኣለኻ ኢሎምም ኣላጊጾምሉ። እንተኾነ ግን ንሶም ንፍርሖም ኣይሰምዕዎን ንሰብኣት ኣይሰምዑን ንውሽጣዊ ድምጾም ጥራሕ እዮም ሰሚዖም። ሎሚ እምበኣር እስከ ንነብስኻ ሕተት ናይቶም ፈጺሞም ዘይፍትኑ ሰባት ድምጺ ዲኻ ትሰምዕ ወይስ ናይቲ ኣብ ውሽጥኻ ዘሎ ናይ ዓወት ጻውዒት? ተስፋኻ ኣብ ኣፍ ሰባት ኣይተቐምጦ ዓወትካ ኣብ ኢድካ እዩ ዘሎ። ብዙሕ ሰብ ጅግንነት ማለት ፍጹም ዘይምፍራሕ ገይሩ እዩ ዝወስዶ፣ እዚ ግን ጌጋ እዩ። ነልሰን ማንዴላ ሓደ ግዜ ከምዚ ኢሉ ነይሩ እዩ፣ ጅግንነት ማለት ፍርሒ ዘይምህላው ኣይኮነን፣ ጅግንነት ማለት ኣብ ልዕሊ ፍርሒ ምዕዋት፣ እናፈራሕካ ድማ ስጉምቲ ምውሳድ ማለት እዩ ኢሉ ነይሩ። ፍርሒ ባህርያዊ እዩ፣ ተፈጥሮኣዊ እዩ፣ ምሳና ዝተወልደ ነገር እዩ። ስለዚ እምበኣር ፍርሒ ክስምዓና ሰብኣዊ እዩ። ሓድሽ ንግዲ ክትጅምር ትፈርሕ ትኸውን፣ ኣብ ዘይጠቕመካ ናብራ ወጺኻ ሓድሽ ምዕራፍ ንኽትከፍት እውን ትፈርሕ ትኸውን፣ ንሓደ ዓቢ ፈተና ንኽትገጥሞ ትፈርሕ ትኸውን። ግንከ ፍልልይ ናይቶም ዕዉታትን ዝተሳዕሩን ሰባት እንታይ እዩ? እቶም ዝተሳዕሩ ፍርሖም ሰሚዖሞ ጠጠው እዮም ኢሎም፣ እቶም ዕዉታት ግን የእዳዎም ቀጥቀጥቅጥቅጥቅጥ እናበለ፣ ልቦም ትርግታ ዲጉ ዲጉ ዲጉ ኢሉ እናሃረመ፣ እናፈርሑ ግንከ ስጉምቲ እዮም ዝወስዱ። ፍርሒ ከም ጽላሎት እዩ፣ ክትሃድመሉ እንከለኻ ይስዕበካ፣ ገጽካ መሊስካ ናብኡ ገጽካ ክትስጉም ከለኻ ግን ንሱ እዩ ዝሃድም። ውድቀት ማለት ከ እንታይ ማለት እዩ? ውድቀት መወዳእታ ኣይኮነን ሰበይ፣ ውድቀት ማለት ትምርቲ ማለት እዩ። እቲ ብሓቂ ዝወደቐ ሰብ እቲ ፈቲኑ ዝሰኣነ ኣይኮነን፣ እንታይ ደኣ እቲ ብፍርሒ ተዋሒጡ ፈጺሙ ዘይፈተነ ሰብ እዩ እቲ ናይ ብሓቂ ስዑር ሰብ። እስከ ሕጂ ንሕሰቦ። ካብዛ ዘለና ድሕሪ ዕስራ ዓመትሲ ኣነ ንስኻን በቲ ዝገበርናዮ ጌጋታት ኣይኮናን ክንጠዓስ እንታይ ደኣ በቲ ክንገብሮ እናኸኣልና ብፍርሒ ምኽንያት ተወላው ኢልና ዘይገበርናዮ ዕድላት ኢና ብመሪር ክንጠዓስ ብኻባ ከምዚ ገይረ ብኻባ ከምዚ ገይረ ኢና ንብል እንታይ እሞ ብኻ ዘረባ ድኻ ኢሎሞ ስለዚ እምበኣር ናይ ፅባሕ ጣዕሳ ሎሚ ብትብዓት ንቐይሮ እዚ ስራሕ ፍርሒ ናይ ሰይጣን ስራሕ እዩ ሰይጣን ከዓ ንዓና ሙሉእ ዕድሜና እዩ ዝፈልጠና ሓያል ብልሓተኛን ጸላኢ ካብ ገጠመናስ እንታይ ደኣ ኢና ክንገብር ዘለና? ብርሐ ኣሊና ናይ ምህውታት ባህሪ ኣወጊድና ሓሳባትና ብንጹር ከነማእዝንሲ ብኸመይ ኢና ንኽእል? እዚ እምበኣር ሓያልን ብልሓተኛን ጸላኢ እዩ ዘለና። ግናኸ ንዓና ዝፈጠረና ልዕሊኡ ዝሕይል ሓደ ሓያል ጎቦ ኣለና። እምበኣርከስ ዘለና ፍርሒ ኣሊና ነቲ ናይ ምህውታት ባህሪና ኣወጊድና ናብ ጎቦና ክንጽጋዕ እዩ ዝግባእ። ኣብ ህይወት ንቕድሚት ንኸይንስጉም ሒዝናዮ ዘለና ዕንቅፋት ንምስባር እምበኣር እዞም ሽዱሽተ ነጥብታት ናይ ዓወት መትከላትና ንግበሮም እሞ ከም ንዕወት ኣይጠራጠርን እየ። ቀዳማይ፣ ናይ ባዕልና ሓሳብ ንሕሰብ። ሰባት እንታይ ኮን ይብሉኒ ኣይኮነን እቲ ሕቶ፣ እንታይ ደኣ ኣነስ እንታይ ይሓስብ እዩ እቲ ቁም ነገር። ርእይቶ ሰባት መዝሙር ከኣ ይኹን፣ ንገዛእ ርእስኻ ኣርኣያ ሃልኻ። ካልኣይ፣ ንጹር ውሳነን ውጥንን ይሃልና። ካብ ሂወት ንደልዮ እንታይ ምዃኑ ብንጹር ንወስን። ዕላማ ዘይብሉ ጉዕዞ መወዳእትኡ ኣፍ ናይ ፍርሒ'ዩ። ውጥን ኣውጽእ፣ ንዕኡ ድማ ተጋደል። ግዝያውያን ውድቀታትካ መርምሮም፣ ምኽንያቱ ነብሲ ወከፍ ውድቀት ኣብ ማእከሉ ዘርኢ ዓወት ኣለዎ።
ሳልሳይ፣ ውድቀታትና ንመርምሮም፣ ግዝያውያን ውድቀታትና ስዕረት ኣይኮኑን። መርምሮም፣ ተመሃረሎም፣ ከምኡ ከኣ ተመለስ። ውድቀት ንጀጋኑ ልክዕ ከም ኣስካል ኣስካለ ኦም'ዩ። ራብዓይ፣ እሙን ኣገልጋሊ ኩን። ትደልዮ ቅድሚ ምርካብካ ጠቓሚ ዝኾነ ኣገልግሎት ንማሕበረሰብካ ከተበርክት ፍቓደኛ ኩን። ዓወት ንውልቀ ሰባት ዘይኮነስ ንኣገልገልቲ እያ ትደሊ። ኣእምሮና ኩሉ ግዜ ይመሃር እዩ ዘሎ። እንተዳ ጽቡቕ ሂብናዮ ጽቡቕ እዩ ዝመሃር። ምቕናይ ግን ኣገዳሲ እዩ።
ሓምሻይ ኣእምሮኻ መቐበሊ ኣንቴና እዩ። ኣእምሮና ሃነጽቲ ሓሳባት ጥራሕ ንኽንቅበል ንቐንዮ። እቲ ናይ ፍርሒ ገመድ ንዕጸዎ እሞ፣ ናይ ዓወትን ተስፋን ድምፂ ግን ክፉት ንግበሮ። ሻድሻይ፣ ግዜ እቲ ዝዓበየ ሃብትኻ እዩ። ግዜኻ ብፍርሒ ኣይተጥፍኣዮ። ዝሓለፈ ግዜ ኣይመፅእን እዩ። ሎሚ እታ ዘላትካ ንፅርቲ ሃብቲ እያ። ብዝግባእ ተጠቀመላ። ፍርሒ ምርጫ እዩ፣ ትብዓት ግን ውሳነ እዩ። እምበኣርከስ ሎሚ ኣነን ንስኻን ንትብዓትና ንምረፅ። የቐንየለይ።